ማለት እዩ ከመይ ነይሩ መን እዮም ጸኒሖምኻ ኣንጻር መን ኢኻ ቀዳመይቲ ጋንታኻ ኣንጻር መን ተጻዊትካ ከመይ ነይሩ እቲ ሂወት ከቢድካ ዶ?
እወ እቲ ቅድሚ ናብ ዓበልታሕሪ ምእታወይ ገና ንመሰልታሕሪ ጥራይ ምስ ፈረምኩ እቲ በታ ናይ ካልኣይ ድቪጅን ከሏ፣ ችቸሮ ገና ከይጠዓምኩዎ ማለት እዩ ችቸሮ ዓቢ ብስም ኣልታሕሪ ተመሪጸስ ናይ ዞባ ማእከል ወኪለስ እቲ ዝነኣሰ ካብኦም ማለት እዩ ገና ችቸሮ ከይጠዓምኩስ ምስኦም ከይደ ን ደቂ ኣምሓረ ተጻዊትና ማለት በቲ ሽዑ ኣብቲ ሰዓት ዝነበሩ በዓል ቸኦል መዓሾ ኤርምያስ ወግሪ ብዙሓት እዮም ኔሮም ብዙሓት ብዙሓት ተጻወቲ ኔሮም ኣነ ገና ወላ ሓንቲ ከይጻወትኩ ምስኦም ን ደቂ ኣምሓረ ጌሸ ማለት እዩ እባ ነታ ናይ ኣልታሕሪ ክሳይ ተኸፊታ ጀሚረ ናብ ኣልታሕሪ ኣውው ኣጋጣሚ ዞባ ማእከል ብዙሕ ግዜ እያ ትዕወት ኔራ ኣብታ ግዜ ንሕና ድኸድናላ እዋን ግን ዞባ ደቡብ እያ ወሲዳታ እታ ዋንጫ ዞባ ደቡብ ተዓዊቶም ንሕና ካልኣይቲ ወጺና ሓድ እዚ ከምስግኖ ዝደሊ ወዲ ኣርባዕተ ናቲ ኣብ ታሪኽ ሂወት ናይ ኩዕሶ ናተይ እቲ ነዊሕ ደሰልጠነንን ነዊሕ ደኣልየልን ማለት እዩ ወዲ ኣርባዕተ እዩ ማለት እዩ። እቲ ቃልሲ ናይ ኩዕሶ ንክገብር ዝገበረኒ ኩሉ ነገሩ ማለት እዩ። ሽዑ ካብ ዞባ ማእከል ተመሊስና ናብ ትሬን ኣቲና ምስ ኣልታሕሪር ማለት እዩ ጸወታይ ኣኻዱ ኢለ ጀሚረ። ኣብዚ ሰዓት እዚ ኣብ ኣልታሕሪር ኢፍሬም መለስ ነይሩ። ነብሲ ይምሓር ኢፍሬም መለስ፣ ችና፣ ወዲ ቦኽረ፣ ሰላም ኣድሓኖም ኣስ ብዙሓት እዮም ኣታ ካብቶም ክስታይ ድበሃሉስ እቲ ንዓና ከማን እታ ጋንታስ ስቅ ኢላ ንኣሹ ጥራይ ኮይንዋ ክንዲ ክስታይ ተኮንሲ እቲ ንሕና ከም ሓገዝ ንዖም መጀመርያ ንዖም እንዳራ እንዳ እንዳተሰጠምና ማለት እዩ ናብታ ጋንታ ክስታይ ክንገብር ድገበሩና እዚኦም እዮም እዞም ኣብታ ጋንታ ድጸንሑና ዓቢ ጽልዋ ኔርዎም ማለት እዩ ንዓና ንም ክስታይ ንምግባር።

ሓንቲ ኩርብ ዝተገብረት ኩዕሶ ብኣልቦላ ንብሬ ተኣትየሉ። ኤፍሬም መለስ እንዳጨደረ ክመጸኒ ከሎስ ሕልሚ ኮይኑ እዩ ተሰሚዑናኒ ክነግራካ ምክንያቱ ንኤፍሬም መለስ እቲ ከምዚ ኢለ ሙሉእ መዓልቲ ኣብ ቸቸሮን ኣብ ሜዳ ተሓሪርን እቲ ድፎትዎ ተጻዋታይ ማለት እዩ ኣብ ኤርትራ ኤፍሬም መለስ እዩ ኣነ ከምዚ ኢለ ድፎትዎ ተጻዲፎ ዘሞካ ገለ ነገር ጌረስ ክ ሓቆን ዳርጋ ሰብሲብኒ ኢዩ ከምዚ ጌሩ ናይ ብሳይ ነበረ ነሹ ኣብቲ ብዙሕ ሕልሚ ጥራይ ኮይኑ ተሰሚዒኒ ከይደቆስኩ ሓዲረ እዛ ደንስሕ ሰለብረሽናዊ ኩዕሶ እጥወይን ክመጽሓ ክስፍስፈንን ሓንቲ ኢያ በቃ እዚኣ ኢያ ምስ ኤፍሬም ወልድ ዝዝክር ሓንቲ ጸወታ ድሕሪኣ ጥዕና ኣይረከበን ሓሚሙ ኤፍሬም መለስ ኣብታ ጋንታ ክሳይ ኮይኑ ሓሊፉ ማለት ኢዩ ሓንቲ ጸወታ ጥራሕ ተጻዊተ ምስ ኤፍሬም ኣንጻር መን እዩ ዝገርመካ እታ ናይ መጀመርታ ጸወታኻ ኣንጻር መን እዩ ኔራ ምኽንያቱ ኣብዛ ክለብ ኣቲኻ ኣለኻ ናይ መን ኣንጻር መን ተጻዊትካ። እታ ቀዳመይቲ ጸወታ ምስ ሲቲ ሰንተር እያ ተቐይረ ኣትየ። ከመይ ኔሩ እቲ ስምዒት እስከ ንገረኒ ሕጂ። ኦዋይ ስቕ ኢሊ ምስ ናይ ብሓቂ ትሓልሞ ዝነበርካ ወይ ተብሎ ዝነበርካ እዩ ዘጓንፈካ ዘሎ መጀመርያ ማለት እዩ። ከምቲ ክገብሮ እየ ዝኽኢለስ ኣይገበርኩን ከማን ሽዑ ከምቲ ዝዝክሮ ምሻለይ ይኽ ክስ ኣይገብረካን ከቢድ እካ እቲ። እወ ግን ከምዚ ዝበልኩ ከኣ እቶም ምስ ኣብ ዝነበሩ ኣብታ ጋንታ ዝነበሩ ክሳይ እንዳ ኣለዩ ክስታይ ገይሮም ግን ድሓር ከም ሰብ ከኣ ክስታይ ብዙሕ ኣይኮንኩን ከምዚ ኣይፈርሕን እየ ዝኾነ ነገር ብዛዕባ ሰብ ገለ ኣይሓስብ ሜይ ብዛዕባ ልክዕ ሜዳ ክኣቱ ከለኹ ብዛዕባ ሜዳ ጥራይ ዝሓስብ ብዛዕባ ከመይ ጌርካ ትስዕር ጥራይ ነዚኣይ ክስታይ ስለ ዝገብራ እንድዒ ያይ ከቢድና ክብለካ ኣይክእልን እየ ግን ክቱር ታሕጓስ ኔሩ ንፍቲ ሜዳ ከምቲ ክፍርቶ ምሕጓስካ ዋላ ሓንቲ ክሳድ ኣይትገብሮ ኣለኹ እየ ማለት ዳርጋ ደሓዝኩዋን ደሓዝኩዋን እቲ መጀመርያ ስዒበ መዓስ እዛ ጋታ ኩዕሶ ጥራይ ኢኻ ትጎይ መዓስ እያ ትመጽእ እንዳበልካን ቀስ ብቐስ ከም ዝበልኩኻ ግን እቲ ልምዲ ማለት እዩ እንዳጥረኻ መጺኻ እና እንዳ ክሳይ እንዳበልኩዎ ከይደ እና ብጣዕሚ ጽቡቕ ሕራይ ኣቶ ዲሞር እንታይ ክትብለና ትኽእል ናብታ ዓባይ ክለብ ሜሎዲ ካብ ክለብ ናጽነት ኣቲኻ ኣለኻ ከመይ ኔሩ እቲ

ዳርጋ ኣብቲ ምውድኦም እዮም ኔሮም ነዚኦም እንዳራኣኹ እየ ካኣ ዓብየ ማለት እዩ ቲፎዞኦም እየ ኔረ ኣጨዋውተኦም ኩዕሶ ረጊጾም እዮም ዝጻቱ ነዚኦም ሕጂ ናዓይ ኔሩኒ ባህጊ ምስኦም ንክኣቱ ቅድሚ ናብኦም ምእታወይ ናብ ሓይሊ ኣየር እየ ከይደ ምስቶም ክሳይ ዝገብሩ ማለት እዩ ናብኦም እዩ ሰዲድና ምስ ኣዝጊ ሕጂ ኣፍታ ሽዑ ክብሮም ተወልደመድሂን ኔሩ ናይ ሓይሊ ኣየር ኣሰልጣኒ ሕጂ ንዓይ ክሳይ ጌሩ እዩ ሰዲዱኒ። ደሓን ኪድ እሞ መጺኦም እንድዮም ጸዊዖሞም ዘለዉ ንስኻ ከኣ ኪድ ደሓን ምስኦም ኢሉ ሰዲዱኒ። ኦኬ ኢለ ከይደ ምስኦም። ምስኦም ትሬን ጀሚረ ጌረ ማእከል እየ ሽዑ ፈቲነ ማለት እየ። እታ ኩዕሶ ምእንታን ጽቡቕ ጌረ ክሳዕ ክገብራ ኢለ። ሓደ ክልተ ሰሙን ዝኮን ምስኦም ጌራ ዋላ ሓንቲ ክሳይ ኣይቦልናን ባዕለይ ኣቋሪጸ እየ ትሬን ማለት እዩ ዳሕራይ ንዖኦም ደዊሎም ምስ ኣዝጊ እንታይ ኮይኑ ጠፊኡ እቲ ራሻ ዝብሎ ቆልዓ ገለ መለ ብልዎ ማለት እዩ ይሄ ኣይገብርን እዩ ዘሎ ኣነ ውን ንዕኣ ከይነገርኩ እየ ክሳይ ጌራ ሓዲገዮ ይሄ እንታይ ኮይኑ ሓዲግዎ ገለ ማለት እዩ ንዓይ ደዊሉ ንዓይ ጽውዓኒ እንታይ ኮንካ ኣቋሪጽካያ በለኒ እዋእ እንታይ እሞ ወላ ሓንቲ መልሲ ኣይሃቡንን ክሳዕ ሕጂ ገለ እብሎ እዋእ ንመን ደልዮምኻ እንድዮም ሕጂ ክስሰይ ዘብሉኻ ዘለዉ ብጣዕሚ እዮም ደልዮምኻ ዘለዉ ንዓኻ ስለዚ ክልተ ምርጫ ኣለዋኻ ኢሉኒ ኣስመራ ቢራ ከኣ ደልዮምኻ ኣለዉ ኢሉኒ ሕጂ ምርጫ ግበር ሓይልኣብ ሕሸካ ዋላስ ኣስመራ ቢራ ኢሉ ምርጭኒ ብጣዕሚ ስለ ዝፈትዋ ነበርኩ ኣስመራ ቢራ በቃ ዋላ ሓንቲ ዓይነይ ክሓስያ ኣይከኣልኩን። እባ ምስኣ እንድሕር ኣስመራ ገይረ ደልዮም ደኣ በቃ ናብኡ ክስዕብ ግበረኒ ኢሉዮ። ምስ ክልተ ተጻወትቲ ዳኒኤልን ወዲ ማናን ዝበሃል ሰለስቲና ናብታ ኣስመራ ቢራ ከድና ማለት እዩ። ከምቲ ዝበሃግዎ ማለት እዩ እቶም ተጻወቲ ኣስመራ ቢራ ከኣ ብጠባዮም ብኩሉንትኖኦም ኣዝዮም ደስ ዝብሉኻ እዮም ኔሮም መጀመርታ ምስ መዓስ ዓመተ ምሕረት ኢዩ ተከውን ድሕሪ እዚ ሕጂ ክልተ ሽሕን ክልተን ክልተ ሽሕን ክልተን ክልተ ሽሕን ክልተን ሰላም ቢኒ ካብ ምስ ኤልፓ ተባኢሱስ ናብ ኣስመራ ቢራ ክኣትወሉ ኢዩ ዝባሃለሉ ዝነበረ ግዜ ማለት ኢዩ። ኣባ መሪሩ ምስኦም ኣትዩ'ሎ ሽዑ ማለት እዩ ምስ ኣስመራ ቢራ ኣስመራ ቢራ። ሕጂ ኣብ ከምዚ ኩነታት ከሎ እዩ ሰላም ቢኒ ንዓና ኢሉ ሒዙኒ ኬዱ ንዓይ ብሓንሳብ ክልቴና ማለት እዩ ንዓና ኢሉ ሒዙኒ ኬዱ ናብኦም ናይ ፉቲን ገለ መለ እዩ ኔሩ በል መጀመርታ እዚ ፉቲን ክሰርሕ እካ ኢሎምኒ ኦኬ ኢለ ሰሪሐ ምስኦም ሰላም ቢኒ ኣጋጣሚ ምስ ኤልፓ ስለ ዝተዓረቀ ናብ ኤልፓ ተተመሊሱ ሰለስቴና ካብ ክለብ ናጽነት መጺና ካልኦት ዝፍትኑ ተጻወቲ ውን ኔሮም መርሃዊ ካካይን ሓደ ከኣ ፍጹም ዝብሃል ኔሩ ካብ ጋንታ ኣባሻውል ዝመጹ እቲ ፍጹም ኣየበሎን ንካካይ ግን ኣወዲኦሞ እዚኦም ኣርባዕተ ተጻወቲ ሓደሽቲ ኣባል ናይ ኣስመራ ቢራ ኮይና ማለት እዩ ኣብቲ ግዜ እቲ ሽዑ ዶሞዝ ኣይነበረን ኣብ ኣስመራ ብፍላይ ኣብ ክለባት። እቲ ዝለዓለ ሽዱሽተ ሚእቲ ዝኽፈል ነይሩ ዋላ ነዊሕ ተመኮሮ ገይሮም ገለ ገይሮም ሽዱሽተ ሚእቲ ሓሙሽተ ሚእቲ ሽዱሽተ ሚእቲ ሓሙሽተ ሚእቲ ነይሩ ሽዑ ናይ ደሞዝ ዕብየት ዝተገበረሉ ግዜ እዩ ከዓ ነይሩ ማለት ኣብቲ ኣጋጣሚ ንሕና ዝመፀናሉ ኩለን ክለባት ካብቲ ዝነበሮ ሽዱሽተ ሽሕ ሽዱሽተ ሚእቲ ናብ ሽሕን ክልተ ሚእትን ሽሕን ገለ ምለን ክገብርዎም ክኢሎም ንሕና ውን ሽዑ እትው ኢልና ሽዱሽተ ሚእቲ ገይሮምልና ጀሚርና ከም ሓደሽ ተጀመርና ማለት እዩ ነቶም ነባራት ከኣ ሽሕ ሽሕ ወይ ከኣ ሽሕ ክልተ ሚእቲ እንዳገበሩ ከምኡ ከይዶም ማለት እዩ ኣስመራ ቢራ ንዓይ በቃ ነጥቢ መቓይሮ እያ ንዓይ ናቶም ኣጻውታ ብጣዕሚ ደስ እዩ ዝብለኒ ነይሩ ኣብ ኩዕሶ ረጊጾም ስለ ዝጻወቱ ነበሩ ከም ጋንታ ከኣ ናጽነት ዝነበራ ብ ዳንተ እያ። መን እዩ ሰልጣን ደርፍቲ ዋንቲ? ሽዑ ጫዓይ ኣሎ።
መጀመርታ ምስ ኣተኹ ከም ተቐያሪ እየ ነይረ። በርከስ ሽዑ ኣዝዮም ብሉጻት ኣጥቃዕቲ እዮም ነይሮም። ኣጥቃዕቲ እየ መጀመርታ ጀሚረ። ኣንቶንዮ ኮስተረሎ፣ ኣንቶንዮ ኮስተሬላ። ኣንቶንዮ ካስተሬላ፣ ኣብርሃም ከኣ ሽሙ ወዲ ሰምበል። ሽዑ ነይሩ ኣታክ። ኣነን ከም ናቶም ተቐያሪ ኮይነ ናብ ኣስመራ ገይረ ኣትየ። ኩሉ ግዜ ድሕሪ ካምብያ ኣብ ሱሳ ደቒቕ ገለመለ እንዳተቐየርኩ ከኣ ነታ ሻምፕዮን ተጻዊተያ። ብድሕሪ'ዚ ሻምፕዮን ምስ ወዳእና ኣቦይ ግርማይ ዝበሃል መጺኦም ማለት እዮም ኣሰልጣኒ ንጫዓይ ኣልጊሶሞ ንኣቦይ ግርማይ ዝበሃል ሒዞሞ ኣቦይ ግርማይ ንኣሹ ተጻወቲ ዝፈቱን፣ ትሬን ውን ኣብዚ ኣዲስ ኣበባ ዝነበሩ እዮም ትሬን ውን ካብዚ ናይዚ ልክዕ ከም ወዲ ያረድ ዓይነት ቅዲ ዝነበሩ እዮም ኔሮም እሞ ከኣ ለዋህ ሰ ለዋህ ምሽ ከምዚ ኣቦ ዓይነት እዮም ኔሮም ንኣሽቱ ተጻወትቲ እሶም ከኣ ክስታይ ክገብሩ ጀሚሮም ከምጽኡ ነቶም ቁሩብ ዕብይ ዝበሉ እንዳቐነሱን ንኣሽቱ ተጻወቲ ካብ ካልእ ጋንታታት እንዳምጽኡን ጀሚሩ። ኣብኣ ኢና ብዝያዳ ዕድል ክንረክብ ክኢልና ማለት እዩ። ዋላኳ ተቐይረ ኣቱ እንተነበርኩ ኣብኦም ግን ቀዳማይ ተሰላፋይ ኮይነ ክጻወት ጀሚረ። እሶም ዓመት እዮም ጸኒሖም ካልኣይ ዓመት ኣይገበሩን። ደሓር ክብሮም ተወልደመድህን መጺኡ። ክብሮም ተወልደመድህን። ናተይ ብልጫ ሪኡ ማለት እዩ በቲ ምስቲ ዝነበረኒ ጉድለታት ካብ ኣታክ ኣውጺእኒ እምበርከስ ኣነ ጎል ኣመዝገባይ ኣይነበርኩን ዋላ ሚድፊልደር ኣታክ እየ ነይረ ጎል ከቐብል ደኣ እምበር ጎል ብዙሕ ከመዝገብ ኣይክእልን እየ ነይረ ናብ ማእኸል ስሒቡኒ ማለት እዩ ገና እሱ ምጽእ ምስ በለ ሓንሳብ ምስ ምስ ረኣየኒ ቦታ ክንቅይረካ ኢና ኢሉ ሚድፊልደር ገይሩኒ። ኣስመራ ቢራ ክሱ ክብሮም ካብ ዝሕዛ ከኣ ከም ማእከል ተጻዋታይ ኮይነ። ሓደ ሓደ ግዜ ኣብቲ ኣታክ ዘይብሉ ከኣ ከም ኣታክ እንዳገበርኩ ኣብ ክብሮም ሓደ ኣርባዕተ ዓመት ምስኡ ጸኒሐ ማለት እዩ። ጠቕላላ ክንደይ ጸኒሕካ ኣብ ክለብ ሜዳ? ሽዱሽተ ዓመት። ሽዱሽተ ዓመት ተጸኒሕካ። እተን ክልተ ዓመት ናይ ጨዓይ ሓንቲ ዓመት ናይ ኣቤ ግርማይ ኣርባዕተ ዓመት ምስ ክብሮም ጸኒሐ። ክልተ ሽሕን ሸውዓተን መጠረሻ ማለት እዩ ክልተ ሽሕን ሸሞንተን ዕድል ኣይገበርኩን ኣነ ማለት ኣብታ ድሕሪ ነዊሕ ዓመታት ኣስመራ ቢራ ሞለቲ ሻምፕዮን ዝኾኑላ ግዜ እያ ነይራ ክልተ ሽሕን ሸሞንተን ኣብኣ ኣይነበርኩን እምበር ኣስመራ ቢራ ኩሉ ግዜ ብጸወታ ብልጽቲ ናሽናል ትም ካብኣ ዝምረጹ ዝነበሩ ኣዝዮም ብሉጻት ክሳብ ትሽዓተ ገለ መለ ዝበጽሑ ኔሮም ነዚ ዝኣክል እንዳ ሃበት ከኣ ሻምፒን ኮይና ኣይትፈልጥን ኢያ ኔራ ኣስመራ ቢራ ምስ ኩሎም ተጻወትታ ምስ ኩሉ ብቕዓታ ሻምፒን ኮይና ኣይትፈልጥን ኢያ በንእሽተይ ተሳሒተ ኢየ ዝብል ኣብታ ክልተ ሽሕን ሸሞንተን ኣብ መንጎ ኢያ ኣነ ካብታ ጋንታ ወጺኤ ክልተ ሽሕን ሸሞንተን ሻምፒዮና ቢራ

ኣዋ ስዒርና ክልተ ባሕሪ ኣነ ውን ኣቀቢለ እታ ኣቴ ዝኣተኹላ ኣሲስት ን ኣንቴንዮ ካስትረሎ ዝገበርኩላ ካብታ ክልቲኣ ኣነ እየ ነይረ ሓንቲ መጀመርታ ዝተጻትኩላ ምስኦም እየ ምስ ህንጻ
ከመይ ነይሩ ስምዒት? እዋእ ስምዒት ክትገልጾ ኣይትኽእልን ኢኻ እታ መጀመርታኻ እሞ ከኣ ኣብ ከምዚ ዝኣመሰለ ህሞት እሞ ኸኣ ቤት እዚ ተጻቲ በዓል ዘወንጌል እዮም ነይሮም ሸባርቴረ ናትናኤል መስፉን በዓል ሰሌ ገለ እዮም ነይሮም በዓል ሞኬ ሞኬ መምህር ሞኬ ማለት እዩ ሽዑ ተጻታይ ነይሩ ኣብ ከምዚኦም ህማት ማለት ከም ብጣዕሚ ደስ ዝብለካ እምበር ብጣዕሚ ሕጉሰ እካ ናትና ኣታክ ካስትሮሎ እዩ ነይሩ በዚ ጋጣሚ ካስትሮሎ ካብቶም ኣዝየ ዘድንቆም ናይ ጎል ማሽን ኢለ ክፅውዖም ዝክእል እየ ክትሪኦ ከለካ ን ካስትሮሎ ኣንቴንዮ ዝፃወት ኖን ጎል ክእቱ ሲ ዝፃወት ኮይኑ ኣይስማዓካን እዩ ምስ ግጅፉ ነብሱ ገጅፍ እዩ ዕድመ እውን ሽዑ ኣብቲ ግዜ እቲ ንሕና ንሕና ምስ ብንኣሽና ክንገብሮ ዘይግብኣና ክሳብ የሱስ ዝገብር ነይሩ ኣይጎይን እዩ ብዙሕ ቦታ ግን ሕዚ እታ ጎል ኣበይ ኣበይ የብላ ኮፍ ይፈልጥ እዩ ኣዝየ የደንቆ ነይረ ንሕና ተመክሮ ሓጽረና እዩ ሽዑ እቲ ስኢልካ ንኩዕሶ ጥራይ ኢካ ትጎይ ማእከል ኬድካ ተምጽእ ኩዕሶ ገለመለ ኣንቴንዮ ግን በቃ ሓንቲ ስርሑ ጎል ምእታው እያ። ኮፍ ኢሉ ከኣ ውዒሉ ከኣኒ ብገለ እትቦ ጎል እትበልካ። በዚ ኣጋጣሚ ካብቶም ኣዝየማት ኣብታ ጋንታ እቲኣ ብዙሕ ምኽርታት ዝሃቡንን ብዙሕ ዘተባብዑኒ ዝነበሩ እዩ ነይሩ ኣንቴንዮ። በዚ ኣጋጣሚ ከመስግኖ እፍትን። ኣስመራ ቢራ በቃ ናይ ፍቅሪ ጋንታ እያ ነይራ ዋላ እኳ ዓወት ኣይትውሰድ። ክሳዕ ኣብኡ ግን ኩሉ በቃ ሰብ ተላሊና ሲሒቅና ተጻዊትና ጽቡቅ ፈረ ኣሕሊፍና ኢና ብከምዚ ብፍቅሪ እየ ዝገልጻ በቃ ኣና ሰላሚራ። ጽቡቕ ኣራይ ዓደይ ኣብ ክለብ ኣልታሕሪር ንኣስታት ትሽዓተ ዓመት ምስ ተጻወትካ ካብቶም ቀዳሞት ተኻፈልቲ ዝበሃሉ ካብኦም ዲኻ ኔርካ ከመይ ኔሩ እቲ ናይ ክፍሊት ወይ ከኣ ትወሃብዎ ዝነበርኩም ፍሉይ ሓለፋ ኔሩ ንኣብነት ንስኻ ስኮረር ኢኻ ኔርካ ካብቶም ብሉጻት ጎል ኣመዝገብቲ ኢኻ ኔርካ ክርጉቱ ክትከተብ ከለኻ ካልእ ክርባት ከም ዝረኣይ ሓለፋታት ዝግበረልካ ዶ ነይሩ? ኦህ ሓለፋታት ገለ የብሉን ማለት ኩሉ ግዜ ክትዕወት ከለኻ ክስታይ የብሉን ብሕልፊ ኣብዚ ሊግ ምስ መጸ'ቲ ናይ ገንዘብ ምሽልማት ገለ መጺኡ ቅድሚ ኣነ ሓንቲ ኣልታሕር ምስ መጻኹ ከምቲ ኣብቲ ካልኣይ ሳልሳይ ዲቪጅን ዝነበርኩዎ ከምኡ ኣይኮን ሓቂ ዘረባኻ ክስታይ እቲ ጋንታ ታይ ኮይና መሲልካ ኣብ ትሕቲ ወዲ ኣርባዕተ ምስ ኣተኹ ቅድሚኡ ቦታ ሒዝካ ጎል ምእታው ጥራይ እየ ዝፈልጥ ከምዚ ብዙሕ ጻዕራም ኣይነበርኩን ነዚኣ ገዲፈ በቃ ክታይ ተቀየረ መሲልካ ዳርጋ ተኻላኻላይ ምኽንያቱ ኣብቲ ካልኣይ ዲቪዥን ክጻወት ከለኹ ንተኻላኻላይ ተኻላኸሎ ይብሉኒ እዮም ወላ ሓንቲ እዚ ወላ እንዳ ካልእ ስቅ ኢልካ ኢኻ ትሪኦ ዓቂብካ ገለ ኢኻ እትጸንሕ። ሌሚ ከምዚ ክስታይ ማለት እዩ። ኣብቲ ካልኣይ ክትጻወት ድብጅን ክትጻወት ቀዳይ ድብጅን ግን ምስ ብዙሓት መወዳድርቲ ኢኻ ደለኻ። ጻዕራማት ኣለዉ ክንደይ ኣልታሒሪ ማለት ካብ እቲ ሰዓብቲ እዩ። ኣዚ ኣብ ኣብ ቅድሚት ወላ ሓንቲ ደይትሽገር እያ እቲ ሓደ ወጺኡ እቲ ሓደ ወጺኡ ወላ ሓንቲ ጸገም ደይብላ ማለት እዩ። ሕጂ ኣነ እዚኣ እንታይ ክስታይ ገይረ ኣብ ምክልኻል ኣብ ምጽዓር ንማእኸል ንበለ ንሃስ እቲ ናይ ጎል ኣተኣታዊ ሓገዛባ እንዳ ይሃስ ከምቲ ክስታይ ዝገበርኩስ ኣይኮንኩን እቲ ዳሕራይ ንነብሰይ ክግምግማ ከለኹ ማለት እየ ኣነ በቲ ኣነ ዘልምዓሉ ኣክንዲ ክስታይ ዝገብርሲ ክስታይ ኮይነ ግን ክረክብ ከለኹ ከኣ ክስታይ ይገብር ማለት ኣብቲ ሰዓት ኣልተሓርር ብዙሓት ሓያላት ኣጥቃዕቲ ነይሮም። ቺና ኣሎ። ቺና እዩ ካብ ቀዳማይ ናብ ሚድፊልድ እዩ ተመሊሱ እዚ ሰዓት እዚ ንሕና ምስ መጻና። ካብ ሚድፊልድ እዩ ን ሚድፊልድ ሰግውን በዓል ኢጆ ኣለዉ። መዓውያ ንገዛ ርእሱ። ብዙሓት ኣጥቃዕቲ እዮም ነይሮም ኣብ ኣድሓ። ዋላ ሓንቲ ክስ ኣይትገብርንያ። እቲ ሓደ ተቐይሩ እቲ ሓደ ዋላ ሓንቲ ዝበሃል የብላን እታ ጋንታ። ኣይትጨናነቕንያ ማለት እዩ። ደሓራዮም በዓል ኢጄን በዓል መዓውያን ማለት እዩ መጺኦምና። ነቲ ከምዚ ዝበልኩኻ ግን ሕጂ ነቲ ናይ ኣሰልጣኒኻ ክተጽንዕ ምሽ ታይ ይደሎ ኣለኹ ክትወርድ ጥራይ ኢኻ ከኣ ትደሊ ን ቺቸሮ ኣክንዲት ሲ ብ ጎል ኣቲኻ ክሳይ ትገብር ሲ ክትከላኸል ሓንሳ ሓንሳ ስ ወረድ ን ናብ ቁጽሪ ክልተ ከይደ ይከላኸል ኣይምልከተንን ዩ ኳዚ እቲ ጉድለት እየ ዝነግረካ ደለኹ እወ ናብኡ ክንመጽእ ኢና ጽቡቅ ኣላ ከምዚ ክሳያት ነይርዎ ዩ እዚ ናይ ሊግ ዝነበረሉ ግን ብኣልክዕ ተሸላሚ ምስ ኮንኩ

ስቴፕከ ኣለዎ ግድምና ኣሎ ድወርድ ካብ ትትሕቲ ትሕቲ ኣነ ኣብ ኩለን ምስቶም ዝለዓሉ ከይደ ከፊለ ዶሞዝ ማለት እዩ ትሕቲ ክሳይሲ ተኸያያስ ኣይተኸፈልኩን ማለት እዩ ናይ መሰጋገሪ ድበትያ ግን ካብ ክለብ ናብ ክለብ ይፈላለ እዩ ጽቡቅ ሕራይ ሕጂ ኣብ ውልቂ ናትካ ናይ ክእለትካን ብቅዓትካን ከምኡ ውን ቅዲ ኣጻውታካን ኣብኡ ኣተኩር ኣቢልና ክንዛረብ ኢና ምክንያቱ ዛጊት ሕቶ ጥራሕ ዘይኮነ ናይ ቤተሰብ ስፖርቲ ብፍላይ ናይ ኩዕሶ እግሪ ከምኡ ውን ቀረብትኻ ዝሓተቱኻ ሕቶ እዩ። እንታይ ዝብሃል ኣሎ መስለካ ኣብ ዘመናዊ ኣጻውታ ኩዕሶ እግሪ ዓለም ሓደ ተጻዋታይ ሓደ ኣጥቃዓይ ከምዚ ኢኮኖሚካል ፕለየር ዝብሃል ኣሎ ንኣብነት ከምዚ ብገንዘብ ብቁጠባ ትኸይድን ሱቅ ኢልካ ዘራዊ ተኾንካ ድሕር ሱቅ ኢልካ ትዘርዎ ኮንካ ቀልጢፍ እዩ ዝጠፍእ እሞ ኣብ መዓላ ኣይተውዕሎን ስለዚ ጉልበትካ እስኻ ከኣ ኢኮኖሚካል ፕለየር ኣይነበርካን ንኣብነት ትጋጨው ኔርካ ናብ ዝተፈላለየ ቦታ ከኣ ካቨር ትገብር ኔርካ ካብቲ ናይ ኣጥቃዒ ስራሕ ሱብ ወጻኢ ክትብል ንኣብነት ዓብቲ ጸቕጢ ዓለም ንዓብልዎ ዘሎ ክሪስታኖ ሮናልዶ ሂ ኢዝ ኢኮኖሚካል ፕሌየር ኣብታ ዝእትዎ ጥራሕ ኣብታ ግቡኡ ጥራሕ እዩ ክጻወት እምበር ኪንዮ ሓሊፉ ደይግቡኡ ኣይገብርን ዳስ ዋይ ፋኖ ዊሕ ኣቢልካ ትጻወት ዘለኻ ስለዚ መጉዳእቲ ኣለካ ብዝተፈላለየ መንገዲ ትህረም ኢኻ ስለዚ እዛ ዝብለካ ዘለኹ ጽልዋ ኔርዋ ዶ ኣብ ሂወትካ ናይ ሂወት ናይ ኩሰግሪ ሞያኻ። እቲ ናይ ኣመሪካ ዓሌት ምዃን ማለት እዩ። ኢኮኖሚካ ማለት ሲ ተዓቂብካ ድዩ ምጽዋት ምክንያቱ ኣብታ ድመጸትካ ግምጠል ኢልካ ዲካ ኣብታ ድመጸትካ ተቀቢልካ ምውሳድ እንታይ ተረዲካኒ ኹን ካኣ ትክክል ተረዲኣትኒ ዲዓቶ ዳኒ ትክክል ኣለካ ከምዝበልኩካ እዩ ነቲ ኣሰልጣኒካ ኩሉ ግዜ እቲ ተድማዕዱ ክሳይ ገብረካ ደሎ እጂ ኣብታ ናይ እዚኣ ክሳይ ግን ኣይጸቀጡላን ንዓይ ኮይኑ ዝስምዓኒ ኣነ ውን ገምስ ገደፍኩዋ በቲ ሕጂ ኣብ ቁጽሪ ክልተ መጽየ ድሕሪ ካባስ ትጋገ ኣለካ እዚ ኣይምልከተካን እዩ ክባሃል ኔሩ ድሕር ክሳዕ ቁጽሪ ክልተ ምጻስ ክሳዕ እዙይ መፂኡ እዩ ክሽፍን ኣሎ ተይሎም ድሕር ወዲሶምኻ ግን ዝናዓኸ መጋገይኻ እዩ እቲ ካብ ዘጋገየኒ ኮይኑ እዩ ዝስምዓኒ ክሳዕ ከምዚ ኮይኑ ማለት እዩ ግን ብነገረካ ካዓ ክስታይ ኣለዎ ሕጂ ብምዑድኻ ካዓ እቲ ደቃን ካዓ ካሎ ከምዚ ከምዚ ግበር ገለልኻን ትገብር ኢኻ መፂእካ ካዓ ናብኣ ተኸደካ ትገብር ሕጂ ንኣብነት ኣብ ሂወት ክችና ማለት እዩ ክንፃወት ከለና ዋላ ክፅቡቕ ፀኒሐ እንድሕር ምስ ተኸላኸልቲ ክባኣስ ጀሚረ ኩዕሶ ትጠፍኣኒ ክሳይ ይኸውን ሓደ መዓልቲ ኮፍ ኣቢሉ ማለት እዩ ዓምዲኑ ክሳብ ክሳይ ትጅምር ምስ ምጉርፋጥ ትጅምር ምስ ተኸላኸልቲ ጽቡቕ ኢኻ ጸንሕ ካብቲ ኣምቦ የውጹኻ ኣለዉ ምስኦም ክትዛሳይስ ክሳይ ትገብር ኣለኻ ነዛ ነገር እዚኣ ሽዑ ብክስታያ ብኸፊላስ ክእረመላ ጀሚረስ ከም ታሪኽ ሂወተይ ከማንሲ ይዝክራን ካብ ሓንጎለይ ክሳዕ መወዳእታ ደይትወጽእ ማለት እያ ኦኬ ከም ዝበሃልዶ እዩ ኢለስ ክሳይ ዝገበርኩላ እያ ማለት እዩስ እዚ ምኽሪ ማለት እዩ ሕጂ ብዙሓት ብዙሓት ኣለዉ ዝነበሩ ክሳብ ጋንታ በዓል ሰላማዊ ኣለዉ በዓል ወዲ ቦኽሪ ኣለዉ ብዙሕ ነገራት ይነግሩኻ እዮም ከም ዝበሉ ግን ከምዚ ክብለካ ከሎ ከኣ እቲ ዋላ ከምኡ ክሳይ ከለኹ ኣብታ ናይ ጎል እንድሕር ደሓን እዩ ብቲ ዓቕመይስ ክእቱለኒ ኢለ እየ ዝሓስብ ኦኬ ጽቡቅ ሕራይ ከምዚ ኣቀዲመ ምስ ዓቢ ናይ ውልቁ ክእለቱ ዘተኮርናዮ ኣብ ናትካ ከኣ ካብ ባህሪ ክጅምር ዲሲፕሊያዊ ዲሲፕሊናዊ ተጻዋታይ ኢኻ ኔርካ ከምኡ ውን ተጫራቃይን ታዋዛይን ኢኻ ብዝሒ ምሳኻ ዝነበሩ ተጻወቶት ብቀረባ ርሕቀት ዝፈልጡኻ ኮን ኢኻ ወይ ምናልባት እንታይ ክትብለና ትኽእል ኣብነት እንድሕር ኣለካ መስሓቅ ዘጋጠመካ ኣብ ኩዕሶ ሞያኻ እንታይ ክትብለና ትኽእል ፍሊሙ።
ኦኬ ማለት እቲ ተዋዛይ ምስ ሓንኮ ኣብቲ ኣብቲ ሂወት ናይቲ ጋንታ ኢኻ ባዕልኻ ትፈጥሮ ማለት ኣነ ተዛራባይ ኣይኮንኩን ሰሓቓይ እየ ግን በቃ እንታይ ይብሉ ነይሮም ጂኔ ዝበሃል ተጻዋታይ ነይሩ ምሳና ምክልኻል ገለ ዝነበረ ይቀንብቡ ኣሎ ንራሻስ ዋላ ራሻ ኢልካ ጽውዓ እሞ ንዓይ ክሰቐካ እዩ ይብለካ ሕጂ ሰሓቕ እየ ኔረ ብኡ ምስቶም ተጻወትቲ እቶም ምሳኻ ዘለዉ ተጻወትቲ ከኣ ኣብቲ ሽዑ ዝነበሩ ተዛረብቲ ሰሓቕቲ እዮም ኔሮም ሕጂ ንዓይ ብጣዕሚ እዮም ክፈትዉኒ መዓት ኔሮም ቀጻሊ ከኣ ምስ ፊያካ ጃኪ ወዲ መሓሪ እዚኦም ተጻረቕቲ እዮም ኩሉ ግዜ ምስኦም እየ ዝኸይድ ባስ ክትከይድ ብገለ መለ ሕጂ ኩሉ ግዜ እናተጨነቑ ስለ ዝኽዱ ካብ ናቶም ዝተወስደ ክሳ እዩ ኣነ ሰሓቓይ ደኣ እምበር ተዛራባይ ኣይኮንኩን ከምዚ እዩ ማለት
ወይ ዘጋጠመካ ከምኡ እንድሕር ኣሎ ኣብ ኩዕሶ ሂወትካ ዘመስሓቕ ነገር ደጋጠመ በዚ ኣጋጣሚ ክትነግረና ደልየ። ኣነ እኮ ብቀረባ ርሕቀት ስለ ዝፈልጠካ ተዛራባይ ኢካ ይፈልጠካየ ሕጂ ተሓባእ ስለ ዘለካ ኣብዚ ኣካል መጠን። ላላ እዚ ዘጋጠመኒ እኳ የለን ግን ሓንቲ ንዓይ ኣብ ኩዕሶ ሂወተይ ማለት እዩ በቲ ክስሕቀላ ትክእል በቲ ከኣ ሽዑ ከመይ ኢሉ ኮይኑ ኢልካ ከኣ ትሓስባ ትክእል ኣሎ ተማሃራይ ኣብ ዝነበርናሉ በዓል ሳም ፍሬጋ፣ ሳሚ፣ ጨዓይ ገለ ኣብ ዝነበረሉ ምስ ሓራይ ኔርና ጸወታ ንዓይ ካብ ዘሰቀዓትንን ዝገረመትንን ማለት እዩ ኣወይ ኔሩ ኣብ ሜዳኻን ኣብዚ ሜዳኻን ሕጂ ኣብ ሜዳና ቀዳመይቲ ጸወታ ኔራ ኣብ ሜዳና ክልተ ብሓደ ስዒርና ሽዑ በዓል ሳጀር መዘቕትና ማለት እዩ ሳሲኖስ በዓል ጉጉት እዮም ነይሮም ኣብቲ ንዓና ቲፎዞና ኮይኖም እዚ ምልእቲ ባርካ መዘቕትና ኩላትና ባርካ ስለ ንመሃር ነበርና ኣብኡ ኮይኖም ቲፎዞ ኮይኖምልና ማለት እዮም ካብ ምስቶም ኣብኡ ቲፎዞ ዝነበሩ ምስ ቤት ትምህርቲ ሓላይ ብገለ መለ ተባኢሶም ሓደ ሕጂ ካብኦም ሃዲሙ ናብ ሜዳ ኣቱ ንሕና ንጻወት ኣለና ጸወታ ንቕጽር ናብ ሜዳ ኣቱ ኣብዚ ሜዳ ናትና ዓቢ ተጻዋታይ ንሕና ሽዑ ወላ ሓንቲ ተጻወቲ ኣይኮናን ብሰንኪ ማህረምቲ እግሪ ካብ ዓበይቲ ነገራት ጋንታታት ዝተረፈ ጭዓ እዩ ኔሩ ዓቢ ተጻዋታይ ቀዳማይ ድብዥን ገለመለ ብክሳይ ዝኣተዎ ማለት እዩ ካፒተናና ከኣ እሞ ከኣ ወዲ ንሜዳ ምስ ኣተወ ጸወትኡ ሓዲጉ ጭዓይ ዳንጎላ ኣብቲ ቅድሚኡ ጸኒሓቶ ኣጋጣሚ መሪሓ ክሳይ ሓመድ እዩ ክሳይ ዳንጎላ ሒዙ ይጎዮ ነዚ ወዲ ገና ደው እኳ ኣይበለን ጸወታ እዩ ዘሎ ወዲ ሃዲሙ ቤት ትምህርቲ ባርካ እዩ ነይሩ ጸወታ በቲ ላዕሊ ዘሊሉ ብኡ ወጽእ ማለት እዩ። ሽዑ እቲ ዳኛ ከውጽኦ እዩ ዝግብኦ ንጨዓይ ግን ከምዚ ደፊሮም ክሳይ ክገብርዋ ኣይክእሉን እዮም ሽዑ ዝነበሩ ደያኑ ኖርማል መማህራን ስለ ዝነበሩ ማለት እዩ በዚኣ ንሕና ስዒርና ክልተ ብሓደ ካልኣይቲ ጸወታ ኣብ ቤት ትምህርቲ ሓራ ኣላትና ማለት እዩ ቤት ትምህርቲ ሓራ ይፈኪሮም እዮም ኣይንገድፎም እና ገለ መለ ኢሎም ንሕና ናብኡ ከድና ጋንታ ምልእቲ ወዲ ክንፊ ንዑ ሽዑ ነርና እታ ኣሰልጣይና ወዲ ክንፉ ከኣ ሽዑ ኣብ ሓንቲ መዓልቲ ባስኬት ኣሎ ቮሊቮል ኣሎ ገለ ስለ ዝነበረ እሱ ከኣ ስለ ዝነበረ ናይ እተን ኣዋልድን ገለን ኣሰልጣኒ ንመምህር የማነ ዝበሃል ንዓና ሊኢኹ እሱ ነቶም ቮሊቮልን ባስኬትን ሒዝዎም ማለት እዩ ንሕና ንሓራይ ከድና ቲፎዞ የብልና ገለ የብልና እቶም ቲፎዞ ከኣ ፈሪሖም ካይመጹን ሽዑ በዓል ቸንቸል እና ገሊኦም ነይሮም ንፃወት ፀወታና ንገብር በዚ ቲፎዞ ሻምብቆ ካብቲ ዝነበረ ገረብ ሰሰሊዖም እዮም ንኣና ዝክሰይ ዝገብሩና ሰሊዖም መፂኦም ካብኡ ሻምብቆ ኩላ ብሻምብቆ ብገላ እዮም ሒዞም ብኡ እዮም ክሳይ ዝገብሩና ትወዳእ ጥራይ እሞ ክንሪኤካ ጅተ ክሳይ ኮይና ተሸርሺርና ማለት እዩ። ክልተ ብሓደ ስዒሮምና ክልተ ብሓደ ስዒሮምና ኣብቲ ክልተ ብሓደ ክልተ ክልተ ብሓደ ሪጎሎ ትኸውን ማለት እዩ ሪጎሎ ንጅምር ናቶም ይሃርሙ ይእትዉ ይሃርሙ ይእትዉ ኣብ መንጎ ሓንቲ ተሳሒታ እሶም እውን ስሒቶም ክሳብ ዓሰርተ ሓደ በፂሕና ዓሰርተ ንሕና ዓሰርተ ሰባት ሃሪምና ኩላትና እሶም መበል ዓሰርተ ሓደ ሃሪሞም ንኣባህርም ግደ ትበሃል

ተሳዒርና ስቃይ በልና እታ ጋንታ ፊስካ ክትውዳእን እቶም ኣብ ደገ ዝነበሩ ቲፎዞ ኩላትና ኩሎም ንዓና ክዓርቡናን ሓንቲ ሻምብቆኦም ሒዞም ፋሕፋሕ ኢልና ሃዲምና ማለት ኢና ገሊኣና ናብ ሓሊበት ገሊና ናብቲ ኦፊስ ቤት ትምህርቲ

ኣብቲ ልዕል ብዘለካ ጽቡቅ ኳሊቲስ ናይ ምግሪ ጨጓር ኣለካ ካልእ ብቀረባ ብቀረባ ርሕቀት ካብ ዝፈልጡካ ሰባት ናይ ተሳዓርነት በቃ መንፈስካ በቃ ከቢድ እዩ በቃ ክትሳዓር ኣይትደልን ኢካ ግን ካብ ምንታይ እዩ ዝብገስ እዚ ምስ ኣንጻር ጋንታካ ምስ ቦርቴሮኩን ምስ ተከላከልቲ ኩሉ ግዜ ኣብ ጸርፊ ገለ ገለ ኢካ ካበይ እዩ ዝነቅል።
ካብዚ ዝበልካዮ ካብዚ ዘይሰዓር መንፈስ እንድዩ ኣዚ ጽቡቅ ባህሪ ኣይኮይኑ ኣይኮነን ግን ኩሉ ግዜ ተኸላኸልትን ኣጥቃዕትን ኣይተፋትውን ኢኻ እሶም ከኣ ድገብርዎ ኣለዉ ከኣ እሶም ሰብ ኣነ ከኣ ከም ብነብሰይ ከምዚ ቀልጢፈ ሸለል በሃላይስ ኣይኮንኩን ዋላ ዝኾነ ሰብ ዝኾነስ ክትንከፍ የብለይን ኢለ ይሓስብ ዋላ ጸርፊ ማሃረምቲ ኣብ ሂወተይ ምስ ዝኾነ ተኸላኻላይ ሓንኪሉኒ ወይ ክሰጊድኒ ኢለ ተባኢሰ ኣይፈልጥን እየ። ሓንቲ ግን ብገለ እትጅመር ባእሲ ሕጂ ኩሉ ግዜ እኳ እቶም ንጻወት ንብሎም ተሃለለኽቲ ዋላ ንኹን እምበር ኣብ ደገ እኳ የዕረፉ ኢና ኣብ ሜዳ ግን ካልኦት ኢና። ሕጂ እቲ ዝምጻኻ ዘሎ ዓርኪ ካብቲ ደገ ስዒርካ ክትርእዮ ኣይትደልን ኢኻ። ምስቲ ዓርክኻ ዋላ ኢኻ ትባእስ ኣብ ኣብ ማእከል ሜዳ ሕጂ ከም ዝበልኩኻ ከኣ ትኽክል እዮም ኣለዉ ምስ ተኸላኸልቲ ስኒ ድባል የብለይን ከይሰዓደ ክሳዕ ትውዳእ ብጸርፍን ብ ንሕና ነበርና ምስ ወረድካ ጡፍ ንዮ። ኮነ ኢልካ ዲካ ትገብሮ ከሙኡ ምክንያቱ ሲ እንድሕር ንትካልካ ናይ ኮሙኡ ገርካዮ ናይ መራ ዓዲ መንፈስ ይኣትዎ እሞ ንስካ ከም ድላይካ ክትሰርሕ ወይ ምናልባት ካኣ ብከሙኡ ኣኣ ብከምዚ ሓሲበ ገይረያ ክብለካ ኣይክእልን እየ ግን ከም ባህሪ ኮሙኡ ኮይኑ እቲ ኣብቲ እታ ክትስዓር የብለይን ትብል መንፈስ ሲ ናብዚ ከምዚ ተእትወሉ ምስ ገርጨውጨው ንምስቶም ናይ ተካላከልቲ ሰሙን ካኣ ገሊኦም ውን ኮሙኡ ድመጹ ኣለዉ ኮሙኡ ንክገብሩ ሓይሎም ድመጹ ኣለዉ